ብዩቲብ ዝልዓለ ኣታዊ ክንረኽበሎም ንኽእል ዓሰርተ ብሉጻት ሓሳባት። ሰላም ሰላም ነዚ ዩቲብ ቻናል ሓደሽቲ ዝኾንኩም ሳብስክራይብ ብምጋር ቤተሰብ ኩኑ። እዞም ዓሰርተ ሓሳባት ዝነግረኩም ኣዚና ብዩቲብ ተረባሕቲ ንኾነሎም ሓሳባት እዮም። ክሳብ መወዳእታ ሓቢርኩም ንጽንሑ። እቲ ቀዳማይ ደረጃ ፐርሰናል ቭሎግ እዩ። ቭሎግ ምስራሕ፣ ቭሎግ ክበሃል ተሎ ዝቐለለ ስራሕ ኣይኮነን። ነገር ግን ብጣዕሚ እንድሕር ደኣ ጽዒርና ኣብዚ ሕጂ ሰዓት ብዙሓት ሰባት ኣታዊ እናረኸብሉ ዝርከቡ እዮም ማለት እዩ። ምኽንያቱ ኣብ ዝተፈላለዩ ቦታታት እንዳኸድና ብዛዕባ ፐርሰናል ቭሎግ ሪኣክት ብምግባር ቀሪጽና ብዩቲብ ኣፕሎድ ንገብር እንድሕር ደኣ ኮይና ብጣዕሚ ዝለዓለ ኣታዊ ንረክብ ኢና ማለት እዩ ነገር ግን ቭሎግ ንምስራሕ ኮምፒተር ከድልየና እዩ ሞባይል ከድልየና እዩ ብዝበለፀ ከዓ ካሜራ እውን ከድልየና እዩ ማለት እዩ ብካልኣይ ደረጃ ድማ ብዛዕባ ኣሰራርሓ ምግቢ ማለት እዩ እዚ ንኣብነት ኣብ ገዛኩም ኮይንኩም ወይ ከዓ ኣብ ገዛክን ኮይንክን ምግቢ ከመይ ገይርካ ይዳሎ ዝኮነ ዓይነት ምግቢ ክከውን ይክእል እዩ ፀብሒ ክከውን ይክእል እዩ ብዝኾነ ግን ኣብ ገዛኻ ኮይንካ ካሜራ ጥራሕ ብምውላዕ ዝተፈላለዩ ዓይነታት ምግቢ ምድላው ወይ ከዓ ናብ በረኻታት ከይድካ ፍራፍሬ ኮምዚ ጌርካ ይስራሕ ብኾምዚ ድማ ናብ ምግብነት ይቕየር ኢልካ ብምስራሕ ብዩቲብ ብጣዕሚ ዝለዓለ ኣታዊ ክንረክብ ንኽእል ኢና ኣብ ዩቲብ እውን ብዙሕ ሰብ ስለ ምግቢ ኣሰራርሓኢሉ ሰርች ይገብር እዩ ሕጂ ንኣብነት ስለ ናይ ሳምቡሳ ክኸውን ይኽእል ሳንድች ክኸውን ይኽእል ወይ ከዓ ዝተፈላለዩ ዓይነታት ምግቢ ዋላ ዝለዓለ ፅሬት ብዘለዎ መንገዲ ኣሰራርሓ ካብ ዩቲብ ሪኦም ክሰርሑ ዝደልዩ ብዙሓት ሰባት ስለ ዘለዉ በሰራርሓ ምግቢ እውን ዕውታት ክንከውን ንኽእል ኢና ማለት እዩ ስለዚ እዛ ቶፒክ እዚኣ ውን ብጣዕሚ ኣዋጻኢት እያ ማለት እዩ። ትኹረት ጌርኩም እንድሕር ድኣ ሰሪሕኹም ርግጸኛ እየ ዕውታት ከም ትኾኑ ማለት እዩ። እቲ ብሳልሳይ ደረጃ ድማ ዝተገዝኡ ኣቑሑታት ክልስ ሓሳብ ምቕራብ። ንኣብነት ኣብ ዝኾነ ሰዓት ዝተፈላለዩ ንብረታት ክትገዝኡ ትኽእሉ ኢኹም። ሞባይል ክኸውን ይኽእል እዩ፣ ካሜራ ክኸውን ይኽእል እዩ፣ ዝተፈላለዩ ንስኹም ክትጥቀምሎም ትኽእሉ ንብረታት ኣብ ትገዝእሉ ሰዓት ካሜራ ወሊዕኹም በቃ ኣምቦክስ ምግባር ዝኸምዚ ዓይነት ፕሮዳክት ገዚእ ኣለኹ ብኽንድዚ ዋጋ ረኽበዮ ብኸምዚ ዓይነት ድማ ውዒሉ ለማዓንቲ ብኸምዚ ዓይነት ንብረታት ዝገዛእኹሞምን ዝሸጥኩሞምን ሪቪው ብምግባር ዝለዓለ ኣታዊ ክትረኽቡ ትኽእሉ ኢኹም ማለት እዩ ብርግፀኝነት ብዙሓት ሰባት ውፅኢታዊ ኾይኖምሉ እዮም ማለት እዩ እቲ ብራብዓይ ደረጃ ድማ ስለ ሄልዝ እና ፊትነስ ሓሳባት ምቕራብ ብዛዕባ ጥዕና እና ብዛዕባ ኣካላዊ ሰውነትና ዘሎ ምንቅስቃስ ብኣክሽን ክኸውን ይኽእል ብናይ ጥዕና ምኽረ ሓሳብ ክኸውን ይኽእል ብዝተፋላለዩ መንገዲ ምቕራብ ማለት እዩ ግን ዶክተር ተኾይንኩም ብጣዕሚ ዝበለጸ ማለት እዩ ዶክተር ተዘይኮይንኩም እውን ግን ዶክተር ቆጺርኩም ዝተፈላለዩ ዓይነታት ሓሳብ እንዳሃበ ንስኹም እንዳቕረብኩም ሓሪፍ ዝኾነ ናይ ሄልዝ እና ፊትነስ እንድሕር ዳኣ ተቕርቡ ኮይንኩም ብጣዕሚ እዩ ተመራጺ ማለት እዩ ምኽንያቱ ስለ ጥዕናና ስለ ናይ ሰውነቱ ኣካላዊ ብቕዓት ክሕሉ ዘይኽእል ሰብ የለይ ካብ ዓብይ ክሳብ ንእሽተን ጥዕንኡ ሕልው ክኸውን ይደሊዩ ስለዚ ብጣዕሚ ብዙሓት ተኸተልቲ ኢኹም ትረኽቡ ብዙሓት ሰባት እዮም ነቲ ቪድዮኹም ዝርእይዎ ማለት እዩ ነቲ ቪድዮኹም ብዙሓት ሰባት ተኸቲሎሞን ሪኦመን ኣለዉ ማለት ድማ ዓለ ካብ ዩቲብ ኣታዊ ትረኽቡ ኣለኹም ማለት እቲ ሓምሻይ ዝኸውን ድማ ብዛዕባ ጉዕዞ ወይ ከዓ ትራቫሊንግ ናገበርካ ቪድዮታት ምስራሕ ኣውዙይ ክብል ናሃለኹ ያው ንእሽተን ክብድ ክብል ይኽእል እዩ ከም ጀማሪ መጠን ብጣዕሚ ክኸብድ ይኽእል እዩ ነገር ግን ኢንቨስት ጌርና ብዩቲብ ተወሳኺ ገንዘብ ኣታዊ ንደሊ ሰባት እንድሕር ዳኣ ኮይና ግን እዚ ናይ ጉዕዞ ቪድዮ ምስራሕ ብጣዕሚ እዩ ፅቡቕ ማለት እዩ ምክንያቱ ናብ ዝተፈላለዩ ቦታታት እንዳተዘዋወርካ በቃ ጽቡቕ ዝኾኑ መዘናግዕታት ዘለዎም ቦታታት ምርኣይ፣ ገዳማት ክኸውን ይኽእል እዩ፣ ብጣዕሚ ተፈራሒ ዝኾነ በረኻታት ብዙሓት ተኽልታት ዘለዎ ክኾን ይኽእል እዩ፣ ካብ ዓዲ ናብ ዓዲ ቫክሽን ክኸውን ይኽእል እዩ፣ እዞም ቪድዮታት እዚኦም ብምስራሕ ኣፕሎድ እናገበርካ ብዙሕ ኣታዊ ክትረክብ ትኽእል ኢኻ ማለት እዩ። እቲ ብሻድሻይ ደረጃ ድማ ጌሚንግ እዩ። ጌም ብምጭዋት ዝለዓለ ኣታዊ ክንረክብ ንኽእል ኢና። ኣብዙይ ግን እቲ ቀንዲ ዘድልየና ነገር እንታይ እንድሕር ዳኣ ኢልና ኮይና ብጣዕሚ ሓሪፍ ዝኾነ ክእለት ናይ ጌሚንግ ክህልወና ኣለዎ። ሓሪፍ ዝኾነ ናይ ጌም ክእለት እንድሕር ዳኣ ሃሊና ብዝለዓለ ካብ ዩቲብ ኣታዊ ክንረክብ ንኽእል ኢና ማለት እዩ። እቲ ሻውዓይ ደረጃ ድማ ስለ ቴክኖሎጂ ማለት እዩ። ብዛዕባ ቴክኖሎጂ ቶቶርያል ምሃብ ወይ ከዓ ትምህርታዊ ዝኾኑ ኣገልግሎታት ምሃብ ማለት እዩ። ብዛዕባ ቴክኖሎጂ ሪቪው ምግባር ማለት እዩ። ከምዚ ዓይነት መልክዕ እዚ ነገር እዚ ክንጥቀመሉ ንኽእል። እዚ ብዙሕ ሰብ ክሪኦ ዝኽእል ሓሳብ እዩ ማለት እዩ። እቲ ሻምናይ ድማ ብዛዕባ ሪስቶራንት እና ምግቢ ሪቪው ምግባር። ሪስቶራንት እና ምግቢ ሪቪው ምግባር ማለት እዩ ኣብ ሆቴላት እናኸድና ክኸውን ይኽእል ኣብ ዝተፈላለዩ ቦታታት ከድና ናይ ሓደ ሆቴል ብሉፅ ዝተብሃለ ምግቢ ምቕራብ ማለት እዩ ንኣብነት ኣብ ዝኾነ ሆቴል ኣቲኹም ስፔሻል ዝበሃል ምግቢ እንዳበላዕኹም እናሃለኹም ካሜራ ወሊዕኹም ትቐርፅዎ እሞ ኣብዚ ሆቴል እዚ ብከምዚ ዓይነት ምግቢ ረኺበ ብጣዕሚ እዩ ዝገርም ጣዕሙ ዝተፈለየ እዩ ገለመለ ናበልኩም ክተመሓላልፉ ናሃለኹም ብዙሕ ሰብ ይከታተሎ ማለት እዩ ስለዚ ብዛዕባ ሪስቶራንትና ምግቢ ሪቪው ምግባር እውን ሓደ ኣታዊ ክንረኽበሉ ንኽእል ሓሳብ ወይ ከዓ መንገዲ እዩ ማለት እዩ ብታሽዓይ ደረጃ ድማ ብጣዕሚ ኣገዳሲ ዝኾነ ናይ ዩቲብ ሓሳብ እዩ ማለት እዩ እዙይ ታይ እዩ ላይፍ ሃክስ ወይ ከዓ ህይወት ዘቃልሉ ነገራት ምቕራብ ማለት እዩ። ንኣብነት ሓደ ሰብ እንዳ ቡና ቤት ክኸፍት ደልዩ ኢንተሮር ዲዛይን ወይ ከዓ ውሽጣዊ ዲዛይን ክገብር ሓሲቡ ነቲ ናይ ውሽጣዊ ዲዛይን ክገብሮ ዝሓሰበ ወይ ከዓ ዝኾነ ወናብር ክኸውን ይኽእል ዝተፈላለዩ ግድግዳ ክኸውን ይኽእል ዝኾነ ዓይነት ቅርፃ ቅርፂ ከውፅእ ደልዩ እንድሕር ደኣ እዚ ሰብ'ዚ ምንም ዓይነት ወጻኢ ከይገበረ፣ እንተስ ብሻምበቆ ድዩ እንተስ ካብ በረኻታት ብዘምጽኦም ተፈጥሮኣዊ ኣእዋም ተጠቒሙ፣ ዝገርም እንዳ ቡና ቤት ንኽሰርሕ እንድሕር ደኣ ጌርኩሞ ኮይንኩም፣ ብጣዕሚ ህይወት ዘቃልለሉ ነገር'ዩ ማለት'ዩ። ንኣብነት ዝተፈላለዩ ሓጽራት ኣለዉ፣ መመላኽዒ ዝስርሑ ማለት'ዩ። ካብ ብትኽክለኛ ትርኳላ ምስራሕ ብሃይላንድታት ጌርካ፣ ዝተደባረየ ሃይላንዲ ወይ ከዓ ዝተፈላለዩ ነገራት ጌርካ ሓፁር ዝስራሕ ምኻኑ እንድሕር ድኣ ሪኢኹም ብሓፈሻ ህይወት ዘቃልሉ ነገር ወፃእታት ክቕንሱ ዝኽእል ነገር ፈጠራ ዝተሓወሶ እንድሕር ድኣ ሰሪሕኹም ሰብ ብጣዕሚ እዩ ዝሪኦ ማለት እዩ ምኽንያቱ ህይወቱ እናቃለልኩምሉ ስለ ትርከቡ ማለት እዩ። ስለዚ በዚ ሓሳብ'ዚ እውን ተሰሪሕኹም ከምቲ ዝበልኩኹም እዩ ኣታዊ ትረኽቡ ኢኹም ማለት እዩ። እቲ ብዓስራይ ደረጃና ናይ መወዳእታ ሓሳብ ድማ ሓጸርቲ ቪድዮታት ኣፕሎድ ምግባር ማለት እዩ። እዙይ ክብለኩም ናሃለኹ ካብ ዝተፈላለዩ ማሕበራዊ ሚድያ ዳውንሎድ ጌርኩም ናትኩም ሪኣክት ተሓዊስዎ ብጣዕሚ መስሓቕትን መዘናጋዕትን ኮይኖም ሕጽር ሕጽር ዝበሉ ቪድዮታት እንድሕር ደኣ ኣፕሎድ ንገብር ኮይና ብዩቲብ ብጣዕሚ ዝለዓለ ኣታዊ ክንረክብ ንኽእል ኢና ምኽንያቱ ሓፀርቲ ቪድዮታት ብጣዕሚ መዘናጋዕትን ቁም ነገር ሓዘልን እንድሕር ዳኣ ኮይኖም ቫይራል ናይ ምውፃእ ዕድል ስለ ዘለዎም ዝለዓለ ኣታዊ ክንረክብ ንኽእል ኢና ማለት እዩ እዚ ቪድዮ እዚ ጠቃሚ ኮይኑ እንድሕር ዳኣ ረኺብኩሞ ላይክ ሼር ሳብስክራይብ ምግባር ኣይትረስዑ ብኻሊእ ቪድዮ ክሳብ ንራኸብ ጽንሑ ብሰላም ሰሰናዩ ንዓኹም።